እቲ ክትኣምኖ ዝጸናሕካን ወይ ሓቂ ኢልካ ሒዝካዮ እትመላለሰሉ ዝጸናሕካ መንገዲ፣ እትጎየሉ ዝጸናሕካ ዕላማ ጉጉይ እንድሕር ኮይኑ፣ ማለት ሓቂ እንተድኣ ገጢሙካ፣ ገለ ነገር እንድሕር በሪሁልካ፣ እንተተረዲኡካ፣ እንታይ ምገበርካ ነቲ ሒዝካዮ ዝጸናሕካ ሓቒ ኢልካ ኣሚንካዮ ዝጸናሕካ ትጎየሉ ዝጸናሕካ ከም ዕላማ ሒዝካዮ ዝጸናሕካ ኣሞ ሓድሽ ነገር በሪሩካ ሕጂ ንዓኻ ሓድሽ ንሱ ግን ካብ ቀደም ከምኡ ኔሩ እቲ ሓቂ ንዓኻ ግን ሕጂ ተረዲኡካ ንዓኻ ግን ሕጂ በሪሩካ እዚ ሓቂ እዚ እዚ ሓቂ እዚ ክበርሃልካ እንከሎ ካብ መቕጻዕቲ ይመጸካን ናብ ፍቕሪ እዩ መጺኡካ እንታይ ምገበርካ ሕጂ ነቲ ቅድሚ ሕጂ ትነብረሉ ሓቒ ኢልካ ዝሓዝካዮ ሂወትካ ሙሉኡ ናብኡ ዘወፍኻ ትጎየሉ እንተጋሃሉ ነበርካ ከም ዕላማ ሒዝካዮ ነበርካ ምገደፍካዮ ዶ ሕጂ ወይስ ቁሩብ ካብቲ ናይ ቀደም ሂወትካ ቁሩብ ከኣ ካብዚ ናይ ሓድሽ ሒዝካ ምክንያቱ ኣብቲ ናይ ቀደም ሂወትካ እንከለካ ተቀባልነት ኔሩካ ብኡ ውን ዓቢካ እስኻ ብኡ ውን እቲ ሕብረተሰብ ቦታ ሂቡካ ክብሪ ረኪብካሉ ዝና ረኪብካሉ ክትገድፎ ኣይደለካን ነዚ ሓድሽ ከኣ ሓድሽ ምዃኑ ጥራይ ዘይኮነስ ሓቂ ምዃኑ ተረዲኡካ ክልቲኡ ሓዋዊስካ ክትነብር ክትፍትን ዶ ትደሊ ዋላስ ነቲ ሓድሽ ብምሉኡ ነጺግካ ከምቲ ናይ ቀደምካ ኰንካ ክትመላለስ ነቲ ናይ ቀደም ዕላማ ኢኻ ክትጎዪ ወይ ድማ ነዚ ናይ ቀደም ግጉይ ዝኾነ ንዘይንስኻ ዘምስለካ ዝነበረ ሕሶት ዝኾነ ናብራ ደርቢኻ ከም ጉሓፍ ቆጺርካ ነዚ ቅድሜኻ ዘሎ ሕጂ ዝበርሃልካን ዝገለጸልካን ዝተገልጸልካን ዝተረዳእካዮን ንዕኡ ክትጎዪ ንዑ ጥራይ ኢኹም ትሕዝቶ እዚ ናትካ ውሳነ ምርጫ ኢኹ ምኽንያቱ እዚ ንዓኻ ሂወትካ እዩ ናይ ዘልኣለም ሂወትካ እዩ ስለዚ እዚ ናይ ሎምዓንቲ በዚ ይኸውን ትብሎ ምብሎ ምንባር ሻሎም ሻሎም ኣሕዋትና ኣሓትን ኩላትኩም ብሓባር እንኳዕ ብድሓን መጻኹም ኣብ ባህሪ ኣምላኽ ዩቱብ ቻናል እዚ እቲ ብባህሪ ኣምላኽ ዩቱብ ቻናል ዝመሓለፍ ትምህርታት እዩ ዝተፈላለየ ትሕዝቶ ዘለዎ ትምህርታት ናይ ሎማዓንቲ ትምህርቲ ከኣ ፍልይ ዝበለ እዩ ክኸውን ማለት እዩ። ነዚ ናይ ሎምዓንቲ ትምህርቲ ክትዳሉ ክትከታተሉ ብክብሪ ይዕድመኩም ማለት እዩ። ተዳለዉ ከኣ ማለትስ ክትምርምሩ እቲ ሓቂ ሓቂ ሒዝኩም ከኣ ሓራ ክትወጹ ማለት እዩ። ክብሪ ኣምላኽ የሱስ ጎይታ እዩ። እግዚኣብሄር ይሓልየልኩም እዩ እግዚኣብሄር የፍቅረኩም እዩ። እንታይ እቲ ርእስቲ እቲ ሒዝካዮ ዝጸናሕካ ርድኢትን ንክትበጽሖ ትተግሃሉ ዝነበርካ ዕላማን ጌጋ እዩ ነይሩ ንኣብነት እንድሕር ጌጋ እዩ እዚ እንድሕር ተባሂልካ እንታይ ትገብር? ከምኡ ንዝኸውን እንታይ ምገበርካ? ክደግሞ'የ እቲ ሒዝካዮ ዝጸናሕካ ርድኢትን እምነትን ንኽትበጽሖ ውን ተተካሉ ዝነበርካ ዕላማ ጌጋ ምስ ዝኸውን ማለት ሓቂ ካልእ ምስ ዝኸውን እቲ ዕላማ ካልእ ክኸውን ዝግብኦ ንስኻ ግን ካልእ ዕላማ ሒዝካ ጸኒሕካ እቲ ክትሕዞ ዝግብኣካ ዕላማ ግን ሕጂ ምስ ዝርድኣካ እንታይ ምገበርካ? እቲ ዝነበርካዮ፣ እቲ ትነብረሉ ዝነበርካ፣ ነቲ ኣብ ሕብረተሰብ ትፍለጠሉ ዝነበርካ ንኽትድርብዮ ድሉው ዶ ክትከውን ምኸኣልካ? ነዚ ናይ ሎምዓንቲ ትምህርትኻ ትከታተል ዶ? ክብሪ እዕድመካ ኣለኹ። እዚ ናይ ሎሚ ኸኣ እትጥቀመሉ ጽሑፍ ካብ መጽሓፍ ቅዱስ ኮይኑ ትንቢት ሆሴእ ምዕራፍ ክልተ ጥቕሲ ዓሰርተ ሰለስተ ይጅምር ማለት እዩ። እንታይ ኢሉ ኣቐዲሙ ብምኽንያት እተን ንበዓላት ዝዓጠነትለን መዓልትታት ክቕጽዓ እየን እስራኤል እዚ ብቐሌቤትን ብስልማታን ተጋይጽ ደድሕሪ ፈተውታ ትስዕብ ነበረት ንኣይ ግና ረሲዓትኒ ይብል እግዚኣብሄር ንኣይ ግና ረሲዓትኒ ይብል እግዚኣብሄር እቲ ጉዳይ ንእግዚኣብሄር ረሲዓ ንሳ ተጋይጽ ብስልማት ብቐሌቤት ደድሕሪ ፈተውታ ከኣ ትስዕበል ኩሉ ጽሑፍኩም ብእመት ኣንድሕሪኡ ኣብ ምግላጽ ወይ ምብራኽ ነጥብታት ሽዑ ምስ ዓሰርተ-ኣርባዕተ ጀሚረ ክሳዕ ዓሰርተ ሸውዓተ ከንብብ ትንቢት ሆሴእ ምዕራፍ ክልተ ዘንብብ ዘለኹ ስለዚ እነሆ ኣነ ክሓባብላ እንታይ ይብል ኣነ ክሓባብላ ናብ በረኻ ክወስዳ ናበይ ክወስዳ ናብ በረኻ ክወስዳ ንልባ ከኣ ክዛረብ እየ ንልባ ከኣ ክዛረብ እየ ስለዚ እቲ ዝዛረቦ ኣምላኽ ንልባ ይኾን ማለት እዩ ቃሕባ ብላኽ ኣይብላሉን ኣብ በርኻ ክወስድ ኣይብላሉን ኣብኡ ኣታኽልቲ ወይና ለሰ ኮር ከኣ ከም ደገ ተስፋ ክህባ እየ ኣብኡ ከምቲ መዓልታት ንእስነታ ከምቲ በታ ካብ ሃገረ ግብጺ ዝወጸትላ መዓልቲ ክትዝምር እያ። ኣታ መዓልቲ እቲኣ ክኸውን እዩ ይብል እግዚኣብሄር፣ ሰብኣየይ ኢልኪ ክትጽውዕኒ ኢኺ፣ እንታይ ኢልኪ ክትጽውዕኒ፣ ሰብኣየይ ኢልኪ ክትጽውዕኒ፣ ድሕርዚ ኸኣ በዓለይ ኢልኪ፣ በዓለይ፣ ኢልኪ ኣይክትጽውዕንን ኢኺ፣ ኣነ ድማ ምስ በዓላት፣ ስም በዓላት፣ ኣነ ድማ ስም በዓላት ካብ ኣፋ ኸውጽእ እየ፣ ድሕርዚ ኸኣ ስሞም ኣይክዝከርን እዩ። ከተኩሮ ዝደሊ ዘሎ ሕጂ እንታይ በል ኣብዚ ኣነ ክሓብ ኣብላ እየ በል እግዚኣብሄር ክሓብ ኣብሊ እዩ ናብ በረኻ ከወስዳ እዩ ንልባ ከኣ ክዛረብ እዩ ካልእ ከኣ ኣብ ለሰ ኣኮር ከኣ ከም ደገ ተስፋ ክህባ እዩ ለሰ ኣኮር እዚ ዝሓር ክመጾና ቦታ ሽግር ማለት እዩ ኣብቲ ናይ ሽግር ግዜን ቦታን ይብል ኣሎ እባ ንዓ ተስፋ ክኸውን እዩ እዚ ናይ ሽግር ግዜን ቦታንስ ንዓ ናይ ተስፋ ክኸውን እዩ ማለት እዩ ኣብ ተስፋ ዘይብሉ ተስፋ ክኸውን እዩ ማለት ከምቲ ኣብኡ ከምቲ ብመዓልታት ንእስነታ ከምቲ ካብ ሃገረ ግብፂ ዝወፀትላ መዓልቲ ክትዝምር እያ ንእሽተይ ኣነራሳ እያ ትወፅእ ከላ ካብ ሃገር ግብፂ ከመይ ገረዋ እዚኣ ሪእናያ ምዝማር ጀሚራ ሸው ማለት እዩ እስራኤል በታ መዓልቲ እያ ክኸውን እዩ ምስ በለ ይብል እግዚኣብሔር ሰብኣይ ኢልኪ ክትፅውዕኒ ሕጂ ሰብኣየይ ክትብሎ ማለት ሰብኣየይ በዓለይ ዘይኮነ ሰብኣየይ ካልእ ከዓ ስም በዓላት ካብ ኣፋ ከውፅእ እየ ስም በዓላት ሲ በዓል ምባል ድሕሪኡ ክገድፎ እያ ማለት ከውፅእ እየ ድሕሪ እዚ ከዓ ስሞም ኣይክዝከርን እዩ ሃሌሉያ የሱስ ጎይታ እዩ እግዚኣብሔር የኽብረኩም እግዚኣብሔር ይሓልኩም ክንርድኦ ዘለና ናብ በረኻ ይብራሉ በረኻ ምድረ በዳ በረኻ ብራሉ ሓባቢለ ኢሉ ክማርኻ እየ ኢሉ ንልባ ክዛረባ ለፊ ኣኮር ከም ተስፋ ክህባ ክትዝምር ሰብኣይ ኢልኪ ክትጽውዕኒ በዓል ኢልኪ ኣይትጽውዕንን በዓላት ካብ ኣፍ ከውጽእ ስም ናይ በዓላት ኣይክዝክርን እየ እዚ በረኻ ዝብሎ ዘሎ ኩሉ ግዜ በረኻ ክንስዕሮ ዘለና እቲ ልሙድ እንነብሮ ኣይኮነን። ኣብኡ በይንኻ ተፈሊኻ ካብ ሕብረተሰብካ ካብ ዝዓበኻሉ ሃዋሁ ወጺኻ ክትዘለኻ ስለ እቲ ዝለመድካዮ ከባቢ ወይ ድማ ሃዋሁ ዘይትርእየሉ እዩ በረኻ ማለት እዩ። ጽምዋይ ማለት በረኻ እቲ ዝዓበኻሉ ሃዋሁ ከባቢ ክትሪኦ ዘይትኽእል እትፈልጦ ሰብ ጸዊዕካ ክትረኽቦ ዘይትኽእል በረኻ እዩ። ስለዚ በይንኻ ተፈሊኻ ወጺኻ ኣለኻ ማለት እዩ በረኻ። ስለዚ እግዚኣብሄር ከኣ ኣብ በረኻ ከውጽኣ እዩ ዝብል። ሃቃሊ ክሓባቢለ ይብል ክሓባብላ የብል እንታይ ማለት ንዓ ዝስሕብ ብሓቂ ከኣ ኣብ ወሽጣ እትደልዮ ነገር ሲ ክህባ እየ ከርእያ እየ ይብላ ኣለዋ ንዑ ሪኣ ክትመጽእ እያ ይብላ እግዚኣብሔር እንታይ ከም ዘድልያ ሰትፈልጥ ንእስራኤል ክሓባብላ ይብል ኣሎ ምናልባት ንስኹም ብኣሉታ ትሪእዎ ትኽእሉ፣ ኣብዚ ግን እቲ ኣብዚ ፅሑፍ ዘሎ ግን ብኣወንታ እዩ። ምኽንያቱ ክትወፅእ እንተድኣ ኮይናስ ገለ ነገር ክትርኢ ኣለዋ። እቲ ፅቡቕ ንሳ ትደልዮ ዘይረኸበቶ ካልእ ምስ ካልእ ተሓዋዊሳቶ ዘላ ካልእ ተሓዋዊስዋ ዘሎ ንዕኡ ከብርሃላ እዩ ማለት እዩ። ስለዚ ካብኡ እተፈልየ ነገር ቅድሚ ሕጂ ዘይርኣየቶ ንዓ ግን ኣዝዩ ደስ ዘብል ዝማርኽ እዩ እቲ ንዓ ዘርእያ ኣምላኽ ንሱ ክሓብ ንሱ እዩ ሓባቢላ ዝብል እባርኻ ስለዚ ነዚ ምስ ረኸበት ንዑ ክትረክብ ኢላ ምስ መጸት ሽዑ ናቱ ትኸውን ማለት እዩ ትተሓዝ ማለት እዩ ከም ተሓዝ ይገብራ በቲ ዝረኣየቶን ዝጠዓመቶን ከኣ ኢዳ ትህብ ማለት እዩ ንኣምላኽ ምስ ረኣኻዮን ምስ ጠዓምካዮን እንታይ ምዃኑ ምስ ፈለጥካ ኢድካ ትህብ ማለት እዩ ስለዚ ክማርኻ እየ ይብላ ሽዑ ንልባ ክዛረባ እየ ይብላ ትጽሑፍ ዘንበብኩ ማለት ንልባ ክዛረብ እንተ ኮይኑ ብኻልእ ድምጺ የለን ማለት እዩ ዲስትራክትድ ኣይትኸውንን እያ ማለት እዩ። ብቐጥታ ክትሰምዖ እያ ማለት እዩ። ዝዓግት ኣይክህሉን እዩ ማለት እዩ። ስለዚ ብኸምኡ እዩ ንልባ ክትዛረባ እያ ዝብል። ካልእ ከኣ ለስ ኣኮር ከም ደገ ተስፋ ክህባ እየ። ከምቲ ሓንቶ ዝበልክዎ ለስ ኣኮር እዚ እዚ እቲ ሽግር ዘለዎ ቦታ ማለት ናይ ትራብል እዩ ማለት እዩ። ሽግር ዘለዎ ቦታ ሽግር ዘለዎ እዋን ኣብ ሽግር ኮይና ኣብ ንዓኣ ብርቱዕ እዩ እቲ ኩነታት ዘሎ። ኣብቲ ዝተወደእን ዝተጸንቀቐን ማለት ሕጂ ተስፋ ህይወትን ይጅምር ማለት እዩ። ንዓ ተስፋ ይኾና ይብል። ስለዚ እቲ ኣብዚ ናይ መወዳእታ ዝኾነ ዘሎ ኣብቲ ናይ መወዳእታ ነታ ንዓኣ ዝኾን ዘሎ ንእግዚኣብሔር መጀመርታ ይኾና ኣሎ ማለት እዩ። ስለዚ ንዓ ተስፋን ህይወትን ይጅምር ማለት እዩ። ክትዝምር እያ ይብለና ኣሎ ሕጂ ማለት ሓርነት ስለ ዝረኸበት ምስ ኣስተማቐረቶን ትዝምር እስራኤላውያን ካብ ግብጺ ምስ ወጹ ባራዩ ኔሮም ሓራ ምስ ኮኑ ሕጂ ዝሕዞም ከም ዘየሎም ምስ ፈለጡ ብቀይሕ ባሕሪ ከም ዝተፈላለዩ ምስ ፈለጡ ከርክብዎም ከም ዘይክእሉ ኩነታቶም ሽግሮም ከም ዝተወድኣ ከም ዘጠንቀቀ ምስ ፈለጡ ሓራ ወጽዮም ምዝማር ጀሚሮም ሕጂ እዚ እዩ ክትዝምር እያ ይብል ዘሎ እግዚኣብሄር ሰብኣየይ እልኪ ትጽውዕኒ ስለዚ ሰብኣይ ማለት ወይ ሰበይቲ ሓቀኛ ዝምድና እዩ ዝማ ሕጂ ሪሌሽንሺፕ ይኮን ባርያን ጊላን እዚ ጎይታን ዝምድና ዘይብሎም ዲኺ ንሕጂ ሰብኣየይ ኢልኪ ክትጽውዕኒ ኢኺ ኢላ ሰብኣየይ ኢልኪ ክትጽውዕኒ ኢኺ ስለዚ ሓቀኛ ዝምድና ይኸውን ዘይከም ናይ ባርያን ጎይታን ማለት እዩ ናይ ስራሕ ምክንያቱ ባርያ ምስ ጎይትኡ ዘለዎ ርክብ ናይ ስራሕ ጥራይ እቲ ባርያ ክሰርሕ ኣለዎ ውዕለቱ ይውሃው በዚ ማለት ስለዚ ምስ ምስ ጎይትኡ ግን ዝርዝር ኣይዛረብን ተዋህቦ ስራሕ ንክሰርሕ ጥራይ ዘሎ እቲ ባርያ ቦታ ተረኺቡ ዘሎ እግዚኣብሔር ግን ከምኡ ከም ዘይኮነ የርእየና ኣሎ ሕጂ እንታይ ይብለና ሰብኣየ ኢልኪ ክትፅውዕኒ ኢኺ በዓል ኢልኪ ኣይትፅውዕንን ቋንቋ ይቕየር ሕጂ ስለዚ እቲ እቲ ዝምድና ምስ ተቐየረ እቲ ከዓ እቲ ቋንቋ ይቕየር ማለት እዩ ፍቕሪ ምዃኑ ትፈልጥ ሕጂ ኣምላኽ ፍቕሪ ምዃኑ ሳውን ነቲ ፍቕሪ ናይ ኣምላኽ ኣስተማቒራ ከተፍቅር ትጅማ ስለዚ እንታይ ክኾን ሕጂ ቋንቋ ይቕየር በዓል ኢልኪ ኣይክትፅውዕንን ኢኺ ኣገባብ ኣምልኾ ከዓ ኣቀራርባኻ ንኣምላኽ ይቕየር ማለት እዩ። ስለዚ ኣጋ ኣመላልኻኣን ኣቀራርባኣን ንኣምላኽ ይቕየር ማለት እዩ። ክብሪ ኣምላኽና የሱስ ጎይታ እዩ። በዓላት ካብ ኣፋ ከውጽእ ስለዚ እቲ ኣጋ ኣምልኾ ምስ ቐየረ እቲ ቋንቋ እቲ ዘረባ እቲ ዛረቦ ውን ንገዛእ ርእሱ ንካልእ ጽልዋ ዘምጽእ ቋንቋ ይቕየር ማለት እዩ። ጽባሕ ናይ በዓል ኩሉ ግዜ ዝነበረ ቋንቋ ኩሉ ግዜ ናይ ፐርፎርማንስ ዝነበረ ናይ ምስራሕ ምስራሕ ዝነበረ ቋንቋ በዚ ነገር እዚ ከኣ ንሳ ትረውየሉ ኮይኑ ዝስምዓኒ በዚ ነበረት በዚ ነገር እዚ ትዓርፍ ኮይኑ ዝስምዓኒ ነበረ ሕጂ እቲ ቋንቋ ካልእ ኮይኑ ካብ ዕረፍቲ ዝመንጨወ ቋንቋ ትዛረብ ትጅምራ ሰብ ካልእ ካብ በዓላት ካብ ኣፋ የውፅእ ምስ በለ ፍጥረት ይቕየር ሓድሽ ሓድሽ እውን ይኸውን ኩሉ ማለት እዩ ሃሌሉያ የሱስ ጎይታ እዩ ስናይ በዓላት ኣይክዝከር ሓድሽ ምዕራፍ ዕላማ ሰጅመር ከላስ ናይ ብሉይ ኩሉ ሓሊፉ ነኩሉ ሓድሽ ኮይኑ ሓደ ክርስቶስ ዛሬ እሱ ሓድሽ ፍጥረት እዩ ዝብል ነዚ እዩ ስለዚ እቲ ብሉይ ኣብ የብቅዕ ማለት እዩ የሱስ ጎይታ እዩ ስለዚ ክንርድኦ ዘለና ሓደ ነዚ ዘጋጠሞ ሓደ ነዚ ዘጋጠሞ ከምዚ ዝኣመሰለ ሰብ ኣለና ከም ኣብነት ንወስዶ ንሱ ከዓ ሳኦል ዝበሃል ነበረ ዝሓር ጳውሎስ ዝኾነ ማለት እዩ እዚ ሳኦል እዚ ከምዚ ልክዕ ናይ ሆሴእ ዘንበብክዎ ኣነ ከምኡ እዩ ኣጋጢሙ ኣብ በረኻ እዩ ወጺኡ ኣብኡ እዩ እግዚኣብሔር ሓባቢልዎ ኣብኡ እዩ ንልቡ ኣምላኽ ተዛሪብሉ ኣብቲ ቦታ ናይ ለሰኣኮር ኣብቲ ናይ ሽግር ንዕኡ ምጽንቃቕ ዝነበረ ንዕኡ መወዳእታ ዝነበረ ኣብኡ ኣምላኽ ምክንያቱ እቲ ምጽንቃቕ ናቱ እንታይ ምዃኑ ክንዛረብና ድሕሪኡ ንዕኡ እዩ ተስፋ ኮይኑ፣ ንዕኡ እዩ ለውጢ ኮይኑ፣ ንዕኡ እዩ ሓድሽ ነገር ኮይንዎ። ሽዑ ንሱ ካብቲ ሃገረ ግብጺ ዝወጸ ክሳብ መዓልቲ ክዝምር ሽዑ እዩ ጳውሎስ ከኣ ቋንቁኡ ተቐይሩ ናይ ምዝማር ቋንቋ ኮይኑ ዘዘረብኡ ናይ ኣምላኽ ናጽነት ረኺቡ ብኣምላኽ ናጽነት ረኺቡ ካልእ ከኣ ሕጂ ቀደም ሃዋርያ ጳውሎስ ከመይ ይነብር ነይሩ ሕጂ ግን ንኣምላኽ ከም ሰብኣዩ ክሪኦ ማለት ኣብ ዝምድና ኣብ ሕብረት ኣትዩ ሕጂ ድሕሪ እዚ በዓል ዝበሃል ማለት ናይ ፐርፎርማንስ ናይ ክግበር ተገይርካ ከምዚ ትከውን ኢካ ተገይርካ ከምዚ ትከውን ኢካ ከምዚ ከምዚ ተስፋታት ብግብሪ ዝነበረ ይቅየር ማለት እዩ እንጂ ስለዚ ጳውሎስ ቋንቁኡ ን ተቀይሩ ኮምፕሊትሊ እስከ ኣብነት ናይ ሳኦል እንታይ ኣጋጢሞ ንርእ ግብረ ሃዋርያት ምዕራፍ ትሽዓተ ካብ ጥቅሲ ሰለስተ ክሳብ ሓሙሽተ ክንበርኩ እንታይ ይብል ክኸይድ ከሎ፣ ጳውሎስ ማለት እዩ፣ ናብ ሳኦል ሕጂ ናብ ደማስቆ ምስ ቀረበ፣ ብድንገት፣ ብደማስቆ ሕጂ በረኻ እዩ፣ ኣብቲ በረኻ እዩ፣ ብድንገት ጸዳል ብርሃን ካብ ሰማይ ኣብ ዙርያኡ ኣንጸባረቐ። ምግላጽ መጺኡ ሕጂ። ካብ ሰማይ ኣንጸባረቐ፣ ናብ ምድሪ እውን ወደቐ ሕጂ። በቲ ዘጋጠሞ ሓያል ነይሩ ማለት እዩ። ዝወደቐ ሳውል ንምንታይ እትሰጎኒ ዝብል ድምጺ ኸኣ ሰምዐ። ሕጂ እዚ ትገብሮ ዘለኻሲ እንታይ ትገብር ኣለኻ? ይብሎ። እንታይ ትገብር ኣለኻ? ንምንታይ ተሳጎኒ ኣለኻ? ንምንታይ እትሰጎኒ ኣለኻ ንዓይ? ይብሎ ኣሎ። ንሱ ድማ ጐይታይ መን ኢኻ? በለ። ጐይታ ኸኣ ኣነ እቲ ንስኻ እትሰብጎ ዘለኻ የሱስ እየ። ሕጂ ጳውሎስ ኣነ ጐይታ ሕጂ ኣነ ጐይታየ ኣነ ኣምላኽ ኣይኮነን ኢሉ ኣነ የሱስ እየ ምኽንያቱ በዚ ስም እዚ ከይስበኽ ንሱ ናብ ላዕሊ ታሕቲ ዝብል ነበረ ኢዩ ትብልቲ ስለዚ ንሱ ሕጂ ከፈላልሆ ኢሉ ዘይኮነ ሕጂ እንታይ ዳዩ ኣነ እምበኣር ኣነ እቲ ዝተሳእኩ ንስኻ ዘይፈለጥካዮ ዘለኻ ዘይተረዳእካዮ ዘለኻ ሰሓቂልካ ሒዝካዮ ዘለኻ እሞ ጌጋ ዝኾነ ኣነ እየ እዚ ሕጂ ኣነ ነቲ ሓቂ ከብርሃልካ መጽየ ኣነየ እቲ ሓቂ እምበኣር ንስኻ ዘይፈለጥካዮ ንስኻ ሂወትካ ብምሉኡ ናብ ካልእ ዘሕለፍካዮ ሕጂ ግን እዩ እቲ ሓቂ ክግለጸልካ ይብሎ ስለዚ ኣነየ በሎ ኣብ ኣንፍሕ በልሒ ምእንቲ ኣይትሓርሓርካ ንርእስኻ እዩ ዝገደፈዮ ሕጂ ይቀትሎ ኣይኮነን ዘሎ ይቀትሎ ኣይኮነን ዘሎ ከምቲ ብዙሓት ከም ዝርድኦ እግዚኣብሔር ዝብሎ ዘሎ እምበኣር ሕጂ ተኸቢብካኻ ካብዚ መውጽኢ የብልካን ማለት እዩ ካብዚ እንተሓድሕድካስ ንርእስኻ ሰላም ኣይክትረክብን ኢኻ፣ ዕረፍቲ ክትረብኽን፣ ምኽንያቱ ካብዚ ካልእ የለን። እዚ ሓቂ ረኺብካዮ ኢኻ ሕጂ። ሕሶት እንተተመሊስካ ክገድደካ እዩ፣ ምኽንያቱ እቲ ክትነብሮ ዝነበርካ ዕላማ፣ ትጎየሉ ዝነበርካ፣ እተግሃሉ ዝነበርካሲ ትርጉም ዘይብሉ እዩ ነይሩ። ስለዚ እንታይ ዓይነት ህይወት ኢኻ ክትነብር ማለት ብሓጺሩ። ስለዚ ብዙሓት ሰባት ሕጂ እንታይ ምዃኑ ዝርዝሩ ከምጽኦ እየ፣ ምኽንያቱ እንታይ ይብሉ ኣለዉ፣ ኣነ እቲ ንስኻ ትሰብጎ ዘለኻ የሱስ እየ። ንዕኡ እዚ ሾክ እዩ ነይሩ፣ ምኽንያቱ ንሱ ናይ ኣምላኽ መሲልዎ ዝነብር ዝነበረ ሰብ ሂወቱ ምሉእ ዝወፈየ ነቲ ዝኣመነሉ እቲ ዝኣመነሉ ግን ሕጂ ኣብዚ ሃደሽደሽ ክብል ከሎ ክንሪኦ ኢና ሕጂ ጌጋ ምዃኑ እቲ ዝኸዶ ዝነበረ ኣካይዳ እቲ ዝኽተሎ ዝነበረ ዕላማ ስሒቱ ከም ዝነበረ የርእየና ንሰቡ ግን ድሕር ነይሩ ንየሱስ ስስሒቱ ነይሩ ኮምፕሊትሊ ስለዚ እንድሕር ስሒቱ እንድሕር ነይሩ እንታይ ክኾን ኣለዎ ማለት ክዕረ ክዕረ ማለት ግን ክጓሓፍ ኣለዎ ማለት እዩ ክጓሓፍ ኣለዎ እቲ ዝኸዶ ነበረ ዝጎየሉ ዝነበረ ኩሉ ዕላማ ኣይፈልጥን ገ ስለዚ ብዙሓት ሰባት እዚ ይኸብዶም እዩ ሕጂ ኣብ እንፊህ ብልሒ እንተተሓርሓርካ ንርእስኻ እዩ ዝገደካ ምኽንያቱ ካብዚ ቀጽሪ እዚ ወጺኻ ናብ ካልእ ክትከይድ እንታይ ዓይነት ሂወት ኢኻ ክትነብር ሓደ ሰብሲ ብርሃን ረኺቡስ ካብ ብርሃን ናብ ጸልማት እንተ ከይዱ እንታይ ዓይነት እዩ እቲ ብርሃን እንታይ ምዃኑ እዩ ወላ ሕጂ ከመይ ገይሩ ንሱ ኣብ ጸልማት ኣብ ጸልማት ተመሊሱ ንዕኡ ክፈርድ እዩ ግን የለን እዚ ከኣ እዚ ብፍቕሪ እዩ ዝበሎ ፍቕሪ እዩ እዚ ፍቕሪ እዩ እዚ ዝቕትል ኣይኮነ ዝቐዝፍ ኣይኮነ ዕድመይ እዚ ምግላጽ እዚ ሂወት እዩ ዝበገሮ የሱስ ጎይታ እዩ ስለዚ ንሱ ከኣ እናንበድበደን እናፈርሀን ቁጥሪ ሽዱሽተ ጎይታይ እንታይ ክገብር ትደሊ ኣሎኻ ወዲ ኣርባዕተ ነጥቢ ኣብዚ ደስ ዝብለካ ናይ ሃዋርያ ጳውሎስ ሳውል ከሎ ማለት እዩ ጎይታይ እንታይ ክገብር ትደሊ ኣሎኻ ቀደም ባዓሉ ዝገብር ዝነበረ እሱ ገባርን ሓዳግን ኮይኑ ሓላፍነት ተዋሂብዎ ስልጣን ተዋሂብዎ ወዲኤ ኣነ ዝፈልጦ ቅኑዕ እዩ ካልእ መንገዲ የልቦን ዝብል ነበረ ሕጂ ግን እንታይ ክገብር ትደሊ ኣለኻ እንታይ ክገብር ትደሊ ኣለኻ ክእዘዝ ድሉ ጎይታ ድማ ትሕስእ እሞ ናብ ከተማ እቶ እንታይ ክትገብር ከም ዝግብኣካ እውን ኣብኡ ክነብሩ ከኣ እዮም እሞ ሕጂ ክትምራሕ ኢኻ ብ ኣምላኽ ማለት እዩ በቶም ናይ ኣምላኽ ሳትሳጉጎም ዝነበርካ ሰጎም ዝነበርካ ክትምራሕ ኢኻ እዚ ቀሊል ነገር ኣይኮነን ቀሊል ነገር ኣይኮነን ግን ኣምላኽ ብምሕረቱን ብፍቅሩን እዩ ዝሓቁፍ ይሓቁፍ እዩ ኣምላኽ ሰባት ካብዚ ነገር እዚ ከትሓርሕሩ ብዙሓት ዝጽዕሩ እዮም ካልኦት ውን ነዚ ነገር እዚ ክመጾም ከሎ ሸውክ ሰለዝኾኑ ምምጻእ እዩ ነጽግዎ ክንዲ ዝቕበልዎ ብእኡ ንዝጎ እዩ ጎሓፍ ኢሎም ነቲ ጎሓፍ ክንዲ ዝድልብይዎ ኣብ ማዕናብትን ካብትን ካብትን ወሲዮም ክነብሩ ይደልዩ ማለት እዩ ክንሪኦ ኣሎ መዓልቲ ብዙሕ ብዛዕባ እዚ ጉዳይ እዚ እንታይ እዩ ከ ዝገብር ነይሩ ተመሊስና ክንሪኦ እንከለና ህይወቱ እንታይ እዩ ዝገብር ነይሩ ቅድሚ ጎይታ ጎይታ ሓቂ ንዕኡ ገጽ ንገጽ ምስ ገጠሞ ከምቲ ዓንተይ ዝበሎ ቀዲመ እንታይ ክትገብር እንታይ ምገበርካ ሓቂ ገጽ ንገጽ ምስ ገጠመካ ሞሳ ሓሶት ምዃኑ ጀርከይ ከትረድዩካ ኣነሰ ዶ ኢካ ብደል ሓንተ ተረዲእካ ሃዋርያ ጳውሎስ እንታይ ይገብር ትደሊ ኣለካ ኢሉ እንታይ ትገብር ትደሊ ኣለካ ንሓቂ ክእዘዝ ጀሚሩ ንብርሃን ክእዘዝ ጀሚሩ ነቲ ጎይትኡ ክእዘዝ ጀሚሩ እንታይ ይገብር ነይሩ ቅድም ዕብራውያት ምዕራፍ ሸሞንተ ቅጽ ሰለስተ እንታይ ይብል ሳውል ግና ነቲ ማሕበር የጥፍኣ ነቲ ማሕበር ንየሱስ ማለት እዩ ንኣባይቲ እናኣተወ ሰብኡትን ኣንስትን ሰሲሒጉ ኣብ ቤት ማእሰርቲ የእትዎም ነበረ ይብል ናህጂ። ንሱ ሕጂ ንኣምላኽ ዝሰርሕ ዘሎ መሲልዎ ላዕልን ታሕትን ጎዩ ኣሎ። ንሱ ግን ዝገብሮ ነበረ ኣብ ሓቂ ኣይኮነን። እቲ ሓቂ እምበኣር የሱስ ነይሩ። ንሱ ንሓቂ እዩ ዝጻባእ ነይሩ። ራእይ ምዕራፍ ትሽዓተ ካብ ሓደ ክሳብ ክልተ ከንታይ ይብለና? ገና ከሳውል ገና ብምፍርራህ ብምቕታልን ኣብ ደቀ መዛሙርቲ ጎይታ ነጊሩ ነበረ ኣብ ደቂ መዛሙርቲ ናይ ጎይታስ ነጊሩ ነበረ ይብለና ማለት እዩ እሞ ዝኾነ ይኹን በዛ መንገዲ እዚኣ እዛ መንገዲ እዚኣ እዛ መንገዲ ናይ የሱስ ዝኽተል ማለት እዩ ዘለዉ ሰብኡትን ሰብኡት ወይ ኣንስቲ እንተረኸበ ኣኣሲሩ ንየሩሳሌም ምእንቲ ከውጽኦም ናብ ሊቀ ካህናት ከይዱ ናብቶም ኣብ ደማስቆስ ዘለዋ ኣባይቲ ጸሎት እትበጽሕ ደብዳቤ ካብኡ ለመነ ክሳብ ክንድዚ ይጎይ ነይሩ ማለት ካብ ቦቱ ከይዱስ ከይኣኽሎስ ናብ ካልእ ቦታ እውን ከይኸይድ ወረቐት ሓቲቱ ሓላፍነት ክወስድ ከምዚ ይነግር ነይሩ። እስኻ ሕጂ ነዲልካ ትጎየሉ ዝለለኻ እስኻ ሒዘዮ እየ እዚ ኢልካ ንሰባት ን ዝኾነ ይኹን ኣብ ቅድመ ክጸንሓኒ የብሉን ትብሎ ዘለኻ እንድሕር ትትጎየሉ ትጎየሉን ትንድረሉን ሓቂ ከሓቐፍካያ ኩሉ ነገር ሰዊኤሉ እየ ትብል ዘለኻ ብኡ ፍናን ትረክብ ዘለኻ ክብሪ ትረክብ ዘለኻ ሰባት ውን ድሕሪያ ኮይኖም ዘጣቕዑልካ ዘለዉ ሕሶት ተደኣ ጌጋን ኣብ ጌጋ እንተሊኻ እሞ እንተበሪህልካ ነገር እንታይ ምገበርካ መስቀልካ ዶ ትስከም እንታይ ክገብር ትደሊ ዶ ትብል ወይሲ እቲ ዝና ናይ ሰባት እቲ ንስኻ ስድራኻ ድዮም ከባቢኻ ድዮም መምህርካ ድዩ ንስኻ ዲኻ ባዕልኻ እምነትካ ድዩ እዚ እዩ ኢልካ ሓቂ እቲ ሓቂ ግን ካልእ ኮይኑ ምስ ጸንሓካ እቲ ሓቂ ካልእ ኮይኑ ምስ ጸንሓካ እንታይ ምገበርካ ኣብዚ ሃዋርያ ጳውሎስ ነዲኡ ክኸይድ ከሎ ንርኢ ማለት እዩ። ስለምንታይ ከምኡ ይገብር ነይሩ? ፊልጵ ሰለስተ ካብ ጥቕሲ ኣርባዕተ ክሳብ ሽዱሽተ ክንበብ እንታይ ይብል? ብስጋ እኳ ዝእመነሉ ዘለኒ ክነሰ ይብል፣ ንርእሱ ማለት ብስጋ በቲ ናቱ ዓሌት፣ በቲ ናቱ እምነት፣ በቲ ዝኸዶ ዝነበረ መንገዲ ዝተወራረሶ፣ በቲ ንሱ ህይወቱ ኩሉ ናይ ኣምላኽ ዘብሎ ዝነበረ ማለት እዩ። ንሓደ ካልእ ብስጋ ዝእመረሉ ዘለዎ እንተ መሰሎ፣ ኣነ ግዳ ዝበለጸ ኣለኒ። ሃዋርያ ጳውሎስ ፈሪሳዊ እንከሎ፣ ሳውል ንሱ ኣውራ እዩ ነይሩ ማለት እዩ። ዝበለጸ ግዳ ኣለኒ። ኣነ ብሳምነይቲ መዓልቲ እተገዘርኩ፣ ኣይሁዳዊ እተገዘርኩ፣ ካብ ዓሌት እስራኤል እዩ። ናብ እስራኤል ደንጉ ተጠርኒፈ ኣትየ ባርያ ኮይነ መጺኣ እሞ ግን ካብ ዓሌቶም እያ ይብላ ካብ ነገድ ብንያም ከኣ ዝበሃል እብራዊ ካብ እብራውያን ብሕጊ ከኣ ፈሪሳዊ እዚ ንዕኡ ኩሉንትኑ እዩ ነይሩ ማለት ኩሉ መንነቱን ባህሉን እቲ ዝሕበነሉ ዝኾርዓሉ ዝነበረ እዩ ማለት ነዚ እዩ ክገድፎ ሕጂ ከዋል ግን ነዚ ቅድሚ ምግዳፉ እንታይ ዓይነት ህይወት ነበር ነይሩ ነዚ ንርእሱ ዝወፈየ ዝነበረ ሰብ ካልእ ካብ ቐናኣት ተጓግ ማሕበር ክሳብ ክንድዚ ነቲ እምነት ይቐንኣሉ ነይሩ እቲ ሃይማኖት ይቐንኣሉ ነይሩ ማራ ዚሎ ሰርባት ብጽድቂ ሕጊ ውን መንቅብ ዘይብለይ እየ ኢሉ ብጽድቂ ሕጊ ፐርፎርማንስ ከምዚ ግበር ከምዚ ግበር ከምዚ ሽዑ ርእሳ ካብ ርእሳ ኣብ ርእሳ ትርከብ ማለት እዩ ከምዚ ዝነብር ነይሩ ክብሪ ሃዋርያ ዕስራን ክልተን ከኣ ኣብለና ከም ካብ ጥቕሲ ሰለስተ ሓሙሽተ ክንበልኩም እየ ትፈልጥዎ ከመይ ከም ዝነበረ ሃዋርያ ጳውሎስ ኣነስ ኣብ ጤርሴስ ናይ ቂልቅያ እተወለድኩ ኣይሁዳዊ ሰብኣይ እየ ኣነ እንታይ እብል ኣይሁዳዊ ሰብኣይ ኣበይ ኣብ ጤርሴስ ናይ ቂልቅያ ዝተወለድኩ እድ ሕጊ ኣቦታት ኣጸድቅ ቐ እናተምሃርኩ ኸዓ ቴዎሎጂ ቴዎሎጂ ጥዋንቲ ሕጂ እውን ቴዎሎጂ ትምሃሩ ብዙሓት ኣለዉ ስለዚ ነዚ ቴዎሎጂ ዝተምሃርዎ እግዚኣብሄር ኣብ ቅድሚ ገጾም ደው ክብል ከሎ እቲ ሓቂ ሒዙ እቲ ሓቂ ክንሱ እንድዩ ገሊኦም ነቲ ቴሎጂ ክመትሉ እዮም ዝደልዩ ማለት እዩ ነቲ ቴሎጂ ስክፍንዎ ይደልዩ ሃዋርያ ጳውሎስ እንታይ ይብል ሕጊ ኣቦታት ኣጸቢቐ እናተማሃርኩ ኣብዛ ከተማ እዚኣ ኣብ ትሕቲ እግሪ ገማልኤል እየ ዝዓበኹ ዝበለጸ ናይ ቴዎሎጂ ስኩል ማለት ሕጂ እውን ከምኡ ሰባት ኣለዉ ናይ ቴሎጅ ስብ ካን እኳ ከምዚ እየ ተማሂረ ኣብ ከምዚ ቴሎጅ ስኩል እኳ ነጥብ ወሲደ ተመሪቀ እኳ እየ ኣብዚ ካኣ ገለ ትገብር ማለት እዩ ነመልክት ናይ ኣመራቅታኹም ከምዚ ኩላትኩም ሎም ዘለኹምዎ ካኣ ብናይ ኣምላኽ ቀናእ ኮንኩም ሕጂ ነቶም ካብኦም ዝወጸ ከምኡ ዝነበሩ ኣነ ብናይ ኣምላኽ ቀናእ ንየ ነይረ ይብሎም ኣሎ ከምዚ ኩላትኩም ሎም ዘለኹም ወሳኹም ታሪኽ ኮይኑ ማለት እዩ ታሪኽ ገይርዎ ኩሉ ተረሲዑ ሕጂ ስለዚ ሰባት ነቲ ጌጋሲ ታሪኽ ክኸውን ዘይደልዩ ጌጋ ከኣ ኢሎም ኣይእመነሉ ክዓቅፍዎ ይደልዩ ወይ ከኣ ወራሓት ጠበኛታት ኢና ዝብሉ ከኣ ኣለዉ ሓዋዊሶም ካብትን ካብትን ዝኸዱ ገሊኦም ከኣ ኮምፕሊት ዝነጽጉ ኣለዉ። ኩሉን ዩ ሓደ ዩ። ኮምፕሊት ነጺግካዮን ሓዋዊስካን ሓደ ዩ። እስኻ ነቲ ሕሶት ክትድርብዮ ኣለካ። እቲ እግዚኣብሄር ዘብርሃልካ እዚ እቲ ሓቂ ኢሉ ዝገለጸልካ ሓቂ ምዃኑ ተረዲእካ ኣምላኽ ክቀትለካ ይጸበ። ወይልኻ ኪድ ንዓኻ ተተሓርሕር ካብዚ ተተሓርሒርካ ንዓኻ ክቀትለካ ዩ። ምኽንያቱ ሓቂ ርኢኻ ናብቲ ዝነበርካዮ ክትከይድ እሞ ኣንጻር እቲ ሓቂ ክትዕጦ ካብኡ ዝኸፍእ ሞት የለን፣ ካብኡ ዝኸፍእ ቃንዛ የልቦን ማለት እዩ። ኣይትኸልያ ኢኻ ኩሉ ግዜ ህይወትካሲ ክትቅብጽ ክሳብ ኢኻ ማለት እዩ። ምኽንያቱ ጥዑም እዩ፣ ንጥዑም ሲሕ መሪር ሕማቕ እዩ ክትብል ኢኻ ማለት እዩ። ነቲ ብርሃን ጸልማት ክትብል ኢኻ ማለት እዩ። ወስኻ ኣብ ጸልማት ኔርካ ትፈልጥ ኣለኻ ወስኻ። ስለዚ እግዚኣብሄር ንልቢ ይዛረብ፣ ንልቢ ዛሪቡ ይረትዕ እዩ ኣምላኽ፣ ብፍቕሪ እዩ ዝረትዕ። ሸታ ኢሉ፣ ሰብኡትን ኣንስትን ኣኣሲረ ናብ ቤት ማእሰርቲ ኣሕሊፈ እናሃብኩ፣ ነዛ መንገዲ እዚኣ ኽሳዕ ሞት ዝጸበቕኩ ነበርኩ። ነዛ መንገዲ እዚኣ ኽሳብ ክንድዚ ዝጸበቐ ኔርታ መንገዲ ናይ የሱስ። የሱስ ከኣ ምኹም ምኸምኡ እዩ። ኣነ እቲ ስኻ ትሰብጎ ዘለኻ የሱስ እየ። ኣነ እቲ ስኻ ትሰብጎ ዘለኻ ኤልሻዳይ፣ ኣዶናይ ኣይኮነን እኮ። ኣነ እቲ ስኻ ትሰብጎ ዘለኻ የሱስ እዩ። ንምንታይ እግዚኣብሄር ብህዱእ ድምጺ ዝነግረካ እቲ ሓቂ ዝነግረካ እቲ ሓቂ ከኣ የሱስ እዩ ንሱ ሕጂ ኣይሻራያ ኣዶናይ ኣምላኽ ድረስ ዝብሎ ነይሩ ሆ ጥራይ ሕራይ ምበለ ነይሩ እቲ ሾኪን እዚ ንሱ ዘሳብዎ ዝነበረ ንሱ ምዃን እቲ ሓቂ ምእንቲ ኪቕጽዑ ኸኣ ንኣኣቶም ኣኣሲረ ናብ የሩሳሌም ከምጽኦም እቲ ሊቀ ኻህናትን ኵሎም ዓበይቲ ኻብኣታቶም ንኣሕዋት ደብዳበ ተቐቢለ ናብ ደማስቃ ምኽያድ ይምስክሩለይ እዮም ክሳብ ክንድዚ ጌርዎ ነይሩ ስለዚ ከመይ ይገብርዎ ነይሮም እዞም ሰባት እዚኦም ሃዋርያ ጳውሎስ ወይ ሳውል ቅድሚ ጎይታ ንጎይታ ምርካቡ ከመይ ከም ነበረ ርኢና ስለምንታይ ከምኡ ክገብር ነይርዎ ነዚ ዝኣክል ይነግረና ሮሜ ዓሰርተ ካብ ሓደ ክሳብ ኣርባዕተ ከምዚ ይብለና ኣሕዋተየ ብፍልጠት ደኣ ኣይኮነን እምበር ንኣምላኽ ቅንኣት ከም ዘለዎም ሲ ሕጂ ይምስክረሎም ንሱ በዓሉ ከምኡ እዩ ነይሩ ፍልጠት ከም ዘይነበሮ ዜሮ እዩ ፍልጠቱ ንሱ ቅኑዕ እዩ ብኸመይ እየ ሕጂ ንስኻ ቅኑዕ መሲሉካ ዝጸንሐ ዜሮ ክኸውን ይኽእል እዩ ኣሕዋተይ ብፍልጠት ደኣ ኣይኮነን እምበር ንኣምላኽ ቅንኣት ከም ዘለዎምሲ ኣነ እመስክረሎም ኣለኹ እሞ ንሳቶም ክድሕኑ ኣነ እመስክረሎም ከ ይፈልጥ ስለ ዝኾነ ንሳቶም ክድሕኑ ስሊኦም ሃረታይን ልበይን ንኣምላኽ ጸሎተይን ክርስቶስ ነቲ ዝኣምን ዘበለ ዅሉ መደምደምታ ሕጊ ንጽድቂ እዩ እሞ፣ ጽድቂ ኣምላኽ ሰኣን ምፍላጦምን ጽድቂ ርእሶም ክተኽሉ። ስለዚ ጽድቂ ኣምላኽ ተደይ ፈሊጥካ እሞ እንታይ ትርጉም ኣሎ እቲ ህይወት ትነብሮ እስኻ? እቲ ሓቂ ተደይ ፈሊጥካሲ እንታይ ትርጉም እሞ ከመይ ጌርካ ኢኻ ትነብር እስኻ? ንምንታይ ትነብር ኣለኻ? ኮንቱ እዩ ማለት ናብራኻ ወትሩ ሓጺር። ጽድቂ ርእሶም ክተኽሉ ብምድላዮምሲ ንርእሶም ኣብ ትሕቲ ጽድቂ ኣምላኽ ኣየግዝኡን። እቲ እታ ምግዛእ ሕጂ እንታይ ክገብር ደልየ ነለኻ እዩ ኣኢሉ የሱስ ጎይታ እዩ ንዑ መን ይጋኒፍዎ ርኢና ሕጂ መን ኣጓኒፍዎ ርኢና ማለት እዩ ስለዚ ዘጓንፎ ዘሎ ግብረ ሃዋርያት ምዕራፍ ትሽዓተ ክኸይድ ከሎ ከኣ ናብ ደማስቆ ምስ ቀረበ ብድንገት ጸዳል ብርሃን ካብ ሰማይ ኣብ ዙርይኡ ኣንጸባረቐ ናብ ምድሪ እውን ወደቐ ሳውል ሳውል ንምንታይ ትጽውዕኒ ዝብል ድምጺ ከኣ ዝሓተትኩ እዩ ንሱ ድማ ጎይታይ መን ኢኻ ጎይታኻ ኣነ እቲ ንስኻ ትሰግዶ ዘለኻ የሱስ እዩ ኣብ እንፊ ብልሒ እንተተሓርሓርካ ኣብ እንፊ ብልሒ እንተተሓርሓርካ ርእስኻ እዩ ዝገደካ ንዓኻ እዩ ዝገደካ ከመይ ገይሩ ከመይ ገይሩ እሞ ጻውዒት ዝኻ ናይ ፍቕሪ ጻውዒት ነይሩ ናይ ፍቕሪ ጻውዒት እዩ ነይሩ ናይ ድንጋጸ ጻውዒት ነይሩ ናይ ምሕረት ጻውዒት የሱስ ጎይታ እዩ እንታይ ግብረ መልሲ ይብሉ ንሱ ከም ዝረኣናዮ በርሃራት ትሽዓተ ቁፅሪ ሽዱሽተ ኣብዚ ይብለና ንሱ ከዓ እናንበድበደን እናፈርሀን ጎይታይ ቀደም ንእሱ ዝሳጎን ነበረ የሱስ ሕጂ ከይ ምዃን ተረዲኡ ክበድልን ክፈርሕን ጀሚሩ። ለውጢ እዩ ሕጂ እዚ። ኡዚ ድምጺ እዚ ትሑት እዩ። ዘጥፍእ ድምጺ ዘቐትል ድምጺ ኣይኮነን። ንምንታይ ትሰጎኒ ኣለኻ? እዚ ኣነ ኣነ እቲ እስኻ ትሰጎኒ ዘለኻ የሱስ እየ። ሃሌሉያ! እዚ ናይ የሱስ ድምጺ ክንደይ ጥዑም እዩ። እሱይ ስምላኽ እዚ ድምጺ እዚ ሃሌሉያ ንሱ ከኣ እናመገነ እናፈርሀን ጎይታይ እንታይ ክትገብር ትደሊ ኣለኻ ምበሎ ጎይታ ድማ ተነሰ እሞ ናብ ከተማ ኡቱ እንታይ ክትገብር ከም ዝግብኣካ ውን ኣብኡ ክነግሩኻ እዩ ስለዚ እንታይ ገይሩ ኣሎ ኣምላኽ እንታይ ረኺቡ እንታይ ዕማም ተዋሂብዎ ብሩክ ርኢና እሞ ድሕሪኡ ኣብቲ ዝቕጽል ከኣ ካልኣይ ክፋል ክኸውን ማለት እዩ። ግብረ ሃገራት ናይራ ዕስራን ክልተን ካብ ጥቕሲ ዓሰርተ ክሳዕ ዓሰርተ ሓሙሽተ ከም ዝረና ሃኔራ ዝበሃል ከም ሕጊ ገይሩ ንእግዚኣብሄር ዝፈርህ ኣብኣ ዝነብሩ ኩላቶም ኣይሁድ ጽቡቕ ምስክር ዝምስክርሉ ሰብኣይ ናባይ መጺኡ ጳውሎስ ዛረበና ናባይ መጺኡ ኣብ ጥቓይ ደው ኢሉ ሕጂ እግዚኣብሄር ዝገበሮ ዶ ይኽነረና እግዚኣብሄር ንሃናንያ ዶ ይኽንማ ሳውል ሓወይ ርኤ በለኒ ሃሌሉያ እግዚኣብሄር ክትርኢ ዝደልየካ ክትርኢ ዝደልየካ ካብቲ ዕረትካ ክትወጽእ ብርሃን ክትረክብ ኣነ ድማ ብኡ ብኡ ርኤኹ እሞ ጠመትኩ ሃሌሉያ ጠመትኩ እቲ ስራሕ ኣምላኽ ዝሰርሕ ዘሎ ክትጥምት ኢኻ ዓይንትኻ ክፈት ስራሕ ኣምላኽ ክሰርሕ ዝነበሮ እታ ማሕበር ሓደ ካብኦም ኣናንያ ዝብሃል ነይሩ። ናባይ መጺኡ ጥቓይ ደው ኢሉ ይብለካ ነቲ እግዚኣብሄር እቶም ሓቀኛታት ኣገልገልቲ፣ እቶም ሓቀኛታት መሃርቲ፣ ሓቀኛታት ክትርኢ ክገብረካ እዩ። ግና ክሳብ እስኻ ነዚ እንታይ ክገብር ተዘይኢልካ እስኻ ካልእ ኣገባብ ናይ ኣምላኽ ብጀካ እዚ ድምጺ እዚ ንደሊ። ትጽበል ኢኻ ትጋገ ኢኻ ምናቱስ ስር ናይ ኣምላኽ ኣባኻ ክዕረኽ እምበር እቲ ዕላማኻ ንገዛእ ርእሱ ኣብ ሓቂ ተመስረተ ክኸውን ኣለዎ ናይ ቴሎጂ ተማሃርቲ ኣይኮነን ሃዋርያ ጳውሎስ ከምኡ ዝተማህረ ቴሎጂ ኣይነበረን ኣብቲ እዋን እቲ ስድርኡ ከይተረፈ ከም ዝጸልዎ ርግጽ እዩ ምኽንያቱ ህይወቶም ኩሉ ቴሎጂ ከምህርዎ ዋጋ ከፊሎምሉ እዮም ዋጋ ከፊሎምሉሲ ነቲ ዋጋ ከፊሎምሉ ንሱ ከኣ ተማሂርዎ ተመሪቑ ዝኸደሉ ብዙሓት ሳብ ሕጂ ጀርኛ ተማሂሮም ተመሪቆም ካልእ መንገዲ ዝበሃል የለን ንዑ ጥራይ እዮም ክስብ ሕጂ ረኺበ ኣለኹ በጺሐ ኣለኹ እዮም እንታይ ረኺብካ እንታይ ከመፀካ ነቲ ሓቂ ከመፀካ እንከሎ ሽዑ እንታይ ክትገብር ነቲ ቴዎሎጂ ካሊኣ ክትቐድም ዋላስ ነቲ ድምፂ ሓቂ ፍርቂ ፍርቂ ዲኣ ክትገብርስ ዋላስ ነቲ ድምፂ ሓቂ ሙሉእ ሙሉእ ርእስካ ትወፊ ነቲ ተማሃርካዮ ቴዎሎጂ ከምኡ ምጉሓፍ ትቐትሉ ዋላስ ኣነስ ቴሎየ ይሕሸኒ ምክንያቱ በዚ ቴሎጂ ዝበዐ ሰከ ኣለኒ ተቀባልነት ኣለኒ ኣብቲ ሕብረተሰብ ካኣ ሃይማኖት ኣለኒ ቸርች ኣለኒ እንዲያ ድዩ ስልጣን ካኣ ተዋሂቡኒ ኣሎ እንዲዩ ስለዚ እዚ ድምፂ ትሑት እዚ እንታይ ድዩ እዚ ድምፂ እዚ ግን ንዓኻ ተሓርሒርካ ክኸብደካ እዩ ክኸብደካ እዩ ምክንያቱ እዚ ድምፂ እዚ ንዓኻ እንፍ ብልሕ እዩ ካብኡ ካብኡ እንተ ተሓርሒርካ ርእስኻ ክህደካ እዩ ኣምላኽ ዝቐትለካ ይምሰልካ እዚ ግድም ስሚን ዝዓኻ ዕድሜኻ ኩሉ ኣይክትፈካን ክትፈልጥ ኢኻ ትሓቢ ስለዚ እንታይ ገይሩ ንሱ ኸኣ ኣምላኽ ኣቦታትና ብዝረኣኻዮን ብሰማዕካዮን ኣብ ኩሉ ሰብ ምስክር ምእንቲ ክትኮኖን ፍቓዱ ክትፈልጥን ፍቓዱ ይፈልጥ ኣይነበረን ቀደም ሳኦል ፍቓድ ኣምላኽ ይፈልጥ ኣይነበረን ፍቓድ ኣምላኽ የሱስ እዩ ፍቓዱ ክትፈልጥን ነቲ ጻድቕ ከዓ ክትርእዮን ሃሌሉያ ንጻድቅ ከዓ ክትርእዮ እስኻ ኣዒንትኻ ጥልሚት እዩ ነይሩ ትርኢ ነበርካን ብርሃን ኣይረኸብካን ነርካ ንጻድቅ ከዓ ትሳብዎ ነርካ እስኻ ሕጂ ግን ንጻድቅ ክትርእዮ ሃሌሉያ ፍቓድ ኣምላኽ ክትፈልጥ ምባል ነጸረ ክትሪኦ ካብ ኣፉ ቃል ክትሰምዕ ቅድም ሓረየካ ሃሌሉያ ካብ ኣፉ ቃል ክትሰምዕ ካብ ኣምላኽ ድምጺ ክትሰምዕ ምሽት ካብ ቴዎሎጂ ምሽ ባዕልኻ ዝሰረትካዮ መንገዲ ምሽ ርእስኻ ተርውየሉ ባዕልኻ እዚ ቁኑዕ ኢልካ ዝኸድካዮ ካብ ኣቦታትካ ምክንያቱ እንታይ ነይሩ እሱ ናይ ኣቦታተይ እዩ ነይሩ ተሪኢኹም ኣብዚ ታይ ኢሉ እሲ ናይ ኣቦታተይ እዩ ነይሩ ኣብዚ ንሱሲ ካብ ናይ ኣቦታቱ ከይተረፈ ኣይገደፎን እንታይ ይብል ኣሎ ብሕጊ ፈሪሳዊ ከም ነበርኩ ሕጊ ቦታት ኣፀቢቐ እናተምሃርኩ ኢለ እቲ ሕጊ ናይ ኣቦታቱስ ኣፀቢቑ ስለዚ እዚ ክሶ እንዲ ናይ ገማልኤል እንዲ ናይ ከምዚ ትምህርቲ እንዲ እዚ ቴዎሎጂ ከምዚ እኳ እዚ ከምዚ እንዲ እዚ ከምዚ እንዲ እናተባህለ ብዙሕ ዝናን ስምን ተራጥሪዩ ካብኡ ክትፋላለ ቻሌንጅ ንዓኻ ብድሆ እዩ እዚ ብድሆ እዚ ግን ክትገጥሞ ኢድካ ሓፍ ከተብል ጽቡቕ ምክንያቱ እግዚኣብሔር ስለዘፍቅረካ እግዚኣብሔር ካብ ኣፉ ድምፂ ክሰምዕ ሰደሊ እዩ ዝቐርበካ ዘሎ ነዚ እንድሕር ተብል ኣሊኻ ኣብ ኣንፊ ብልሒ ተታሕሕር ኣለኻ ማለት እዩ ንዓኻ ክሓተካ ስለዚ ንሱ ኸኣ ኣምላኽ ኣቦታትና ብዝርኤኻዮን ብዝሰማዕካዮን ኣብ ኩሉ ሰብ ምስክር ምእንቲ ክትኮኖ። ስለዚ ምስክር ክትከውን እንተ ደኣ ኮንካ ክሰምዕ ኣለካ። ክትርእዮ ኣለካ ነቲ ጻድቕ። መንፈሳዊ ዓይንኻ ክኽፈት ኣለዎ። ናይ ጉያ ኣይኮነን፣ ናይ መስኪር ኣይኮነን፣ ናይ ዘሚረ ነጢረ ኣይኮነን። ምኽንያቱ ልክዕ ከምቲ ናይ ሃዋርያ ጳውሎስ ዝነበሮ ቅናዕ ዝነበሮ ብኸምኡ ውን ብኣክቲቪቲስ ፕሮግራማት ቅናዕ ክትኮን ትኽእል ኢኻ ማራ ትጉህ ክትኮን ትኽእል ኢኻ ነቲ እስኻ ዝሓዝካዮ ነቲ ናትካ ናትካ ቸርች መንደቕ ኣይኮነን እዩ ንበሎ ከምቲ ርድኢቶ ድሕር ከምኡ ኮይኑ ተረዲእካ እሞ በዚ መንገዲ ኣምላኽ ኢልካ ንካልኦት ተሳድድ ተዳሊኻ ስትሰብክ ተሊኻ ከቢድ እዚ ምክንያቱ ሓደ መዓልቲ ተሓልካ ክግለጸልካ እዩ እቲ ሓቂ ምስ ተገለጸልካ ናትካ ውሳነ ውን ኣሎ እዩ እንታይ ኢልካ ትውስን እስኪ ፍቃዱ ክትፈልጥ ዲካ ትደሊ ነቲ ጻድቅ ክትሪኦ ዲካ ትደሊ ኣምላክ ከምኡ እዩ ፍቃዱ ንሱ እዩ ደንጌል ኣምላክ ድምጹ ከኣ ካብ ኣፉ ክሰምዕ ሃሌሉያ ስለዚ እግዚኣብሄር ስለ ዘፍቅረኩም እዩ ወዱ ዝለኣኸሉ። ስለ ዘፍቅረና እዩ ወዱ ዝልኣኸልና። እቲ እንኮ ክንፈልጦ ዘለና ፍቓድ የሱስ ጥራይ እዩ። እቲ ኹሉ እንኮ ክንሪኦ ዘለና ጻድቕ የሱስ ጥራይ እዩ። ገላትያ ሓደ ዓሰርተ ሽዱሽተ ዓሰርተ ሸውዓተ ከምዚ ይብለና ኣነ ኣብ ኣህዛብ ወንጌል ምእንቲ ክሰብኽ ኢሉ ንወዱ ኣባይ ክገልጾ ምስ ዝፈትዎ እዩ። ስለዚ ክትሰብኽ እንተ ዝኾንካ ሓቂ ስብከት፣

እንድሕር ተተንኪፍካ ኣብ ልብኻ ግን እዚ ነገር እዚ ንስኻ ትውስነሉ ድኣ እምበር ስጋ ዝውስነሉ ኣይኮነን። ምኽንያቱ እንታይ ይብለና ኣሎ? ብኡ ብስጋን ደምን ከይተማኸርኩ ምስቶም ናብቶም ቅድመይ ዝነበሩ ሃዋርያት ናብ የሩሳሌም እኳ ከይደ እየ፣ ዋላ ናብዚኦም እኳ ከይደ እየ፣ ናብ ምድሪ ዓረብ ከድኹም እሞ ከም ብሓድሽ ናብቶም ኣዝክም ተመለሱ። ስለዚ ናብ ወዲ ኣንሙን ገንደ።

ኣብታ ካልኣይቲ ክፋል እንታይ ይመስል ናይ ቀደም ሂወቱ እቲ ሓቂ ምስ ገጠሞ ከመይ ሪኢዎ ንሱ ሕጂ ከምቲ ናይ ቀደም ሂወቱ ሕጂ ከመይ ከም ዝረኣዮ ኣብቲ ካልኣይ ክፋል ክንሪኦ ኢና ንሕና ከ እንታይ ንምሃር ካብኡ ንዓና ከ ንዑ ድማሳስል ናይ ቀደም ሂወትና እንታይ ኣሎ ወይ ናይ ቀደም ኣካይዳና ብዛኣብ ጎይታ ንኣምላኽ ምስ ፈለጥና ኢልና ዝጀመርናዮ ሂወት ከመይ እዩ ንእግዚኣብሄር ከ ንዓና ኣብኡ መጺኡ ክዛረበና እንከሎ ከመይ እዩ ዝምልስ ንሕና ሕጂ እቲ ምናልባት ካብ ወለዶታት ናብ ወለዶታት ተዋራረሰ ወላ ኣብ ኣቦይካ መጺኻ ግን ናይ ሰባት ትምህርቲ ኮይኑ እግዚኣብሄር ናቱ ካብ ኣፉ ድምጺ ክትሰምዕ ክፈቅድ ከሎ ክግለጸልካ እንከሎ እዚ ሓቂ እዚ እንታይ ትገብር ኔርካ ብዛዕባ እዚ ሓቂ እዚ ሲ እንታይ ይገብር ምክንያቱ እዚ ሓቂ ምስ ሕሶት ክነብር ኣይከ ብርሃን ብጸልማት ኣይከውን ሓድሽ ወይኒ ኣብ ኣረገው ተሕርቲ ኣየረቕዎን እዮም እሳ ከተሕርቕዎን ድሕርቲ ትናሊኻሲ ክብጠስ ይኹን ብትኽ ክብተኽ ይኹን ክቕደድ እዩ። ሰለዚ እንታይ ትገብር ኣለኻ? ብዛዕባ እዚ ነገር እዚ ኣብቲ ካልኣይ ክፋል ክንዛረብ ኢና። ሰለዚ እግዚኣብሄር ይሓልየልኩም እዩ፣ እግዚኣብሄር የፍቅረኩም እዩ። ምኽንያቱስ ኣምላኽ ፍቓዱ ክትፈልጥ ይደሊ እዩ፣ ነጻነት ከኣ ክትሪኦ ይደሊ፣ ንሱ ከኣ የሱስ ይበሃል። ሰለዚ የሱስ ከኣ ሃይማኖት ኣይኮነን፣ የሱስ ቲዮሎጂ ኣይኮነን፣ የሱስ ህይወት እዩ። ብናቱ ህይወት ክትነብር ንሱ ከዕርፈካ፣ ካብቲ ዕረፍቲ ከኣ ንስኻ ንዕኡ ርኢኻ ሽዑ ሰብኽ ክትምህር ከለኻ ንዕኡ ኢኻ ተንጸባርቕ ዘለኻ ናይ ገዛእ ርእስኻ ኣይኮነን ምኽንያቱ ብዙሓት ሰባት ናይ ገዛእ ርእሶም እዮም መንግስቲ ናቶም ትኽብሉ እቲ ኣኼብኦም እቲ ንሕና ናይ ኣምላኽ እዩ ዝብልዎ ክቀርቦም ከለኻ ንየሱስ የሱስ ኣይኮነን እሺ እንታይ ድኣ ነቲ ሰብ ነቲ እሱ ቀዳማይ ኮይኑ ናብቲ ናብትን ዝበለ ንዕኡ እዩ ንዕኡ ድማ እሱ ደቀ መዛሙርቲ እዩ ዝጥሪ ዘሎ ንጎይታ ዝመስል ኣይኮነን ምኽንያቱ የሱስ ክርስቶስ እንታይ ኢሉናስ ደቂ መዛሙርተይ ንበርዎ እምበር ደቂ መዛሙርትኹም ግበሩ ኣይበለናን። መብዛሕትኦም እንድሕር ርኢናዮም ሕጂ ውሑዳት ውሑዳት ውሑዳት ብጣዕሚ ውሑዳት ኣለዉ ነዚ ነገር ዝተገብሩ ደቂ መዛሙር እዚ ከኣ ካብ ኣፉ ድምጺ ስለ ዝሰምዑ እዮም። እንታይ ወዲ መዝሙሩ ክትገብር ትኽእል ትኽእለሉ ደረጃ ድምጹ ካብ ኣፉ እንድሕር ሰማዕ ኣሊኻ ማለት እዩ። ስለዚ ካብ ኣፉ ሰሚዕካ ክትዛረብ ከለኻ የሱስ ስለ ዝዛረቦ ዘሎ እቲ ወዲ መዝሙር ንዕኡ ይመስል እምበር ንዓኻ ኣይመስልን። ስለዚ ካብ ካኔል ሙኻን ካብ ቻነል ሙኻን ሪዘርቫ ማለት ስማዕ ክትዓቁር ኣለካ ስኻ ንስኻ ክትምገብ ኣለካ ክትሰምዖ ኣለካ ከተመጊብካ ሽዑ ካብ ብኻባ ካባኻ ይወጽእ ማለት እዩ እግዚኣብሔር ሰናይ እግዚኣብሔር ኩሉ ግዜ ሓሳቡ ንዓኻ ዝጽቡቕ እዩ ስለዚ ናብ ኣምላኽ ኣዒንትኻ ክኽፈት ካብ ኣምላኽ ድምጺ ክሰምዕ ኩሉ ግዜ ንቓሕ ተጋሩ በዚበዚ እግዚኣብሔር ኩሉ ግዜ ምስ ተዛረበ እዩ እግዚኣብሔር ኩሉ ግዜ ክትንክፈናን ክዛረበናን ኣብ ሂወትና እውን ንኸደሉ መንገዲ ከርእየና እዩ ዝደሊ መወደምታ ንሱ ከኣ ስለዚ ናይዛ ሎማዓንቲ ትምህርቲ ኣብዚ ወዲኤ ኣለኹ በዚ ናይ ሎማዓንቲ ትምህርቲ ሕቶ ወይ ሪኢቶ እንተልዩኩም ክትፀርፉለይ ትኽእሉ ኢኹም ማለት እዩ ምናልባት እዚ ዝምህሮ ዘለኹ ቁሩብ ፍልይ ብለኩም ንገሊኹም እቶም ልማድ ናይ ቸርችያን እዩ ዘለኩም ኬንካ ኮፍ ኢልካ በዚሕካ ቁርሲ ማሚቕካ ትምለስ ጸሊኻ ነጢርካ ዘሚርካ እዚ ጥራይ ፈስረኩም ተኮይኑ ምናልባት እዚ እንታይ ኢሉ ዘሎ ግን ካብዚ ንላዕሊ ክኸውን ኔርዎ ትብል እንተ ኳንካ እቲ ዘለኻዮ ሃዋሁ ንዓኻ ዘይወሓጠልካ ማለት ገለ ነገር ኣሎ ደስ ዘይብለካ ግን ነቲ ነገራት ፈሪህካ ወይ ከባቢኻ ፈሪህካ ከም ሴደሞ ከመይ ገይረ ከምኡ እንዲ ኔሩሞ ናይ ኣቦታ ከምኡ እንዲዮሞ እዚኦም ክንዲ ኣገልገልትን እዮም ከምዚ እንዲ በዓል ክሶን እዮም ዝሕትብሉ ኮንካ ፈሪህካ ኣብኡ ክትርፍ ግን ድሕር ከምኡ ትብል ኣሊኻ በይንኻ ኣይኮንካ ምኽንያቱ ኣብቲ ኣንተወይ ዘጨነቆ ነበረ ኣብቲ ናይ ቦታ ናይ ሽግር ለሰ ኣኮርሲ ንሱ ቦታ ናይ ተስፋ ኮነካ ክብል ኣብዚ ንዓኻ ጸበካ ዘሎ እግዚኣብሄር ገለ ነገር ገብረ ዘለውኻ ስለዚ ሰይጣን ይፈል ከምዚ ነገር ክመጸካ ከሎ ዝኾነ ነገር ክፍለጠካ ከሎ ከመይ ኢሉ ዝኸውን ክብል ከለኻ ንሕና እንታይ ንፈልጥ መብዛሕትኡ ግዜ እዚ ሰይጣን እዩ ተቃወሞ እዚ ከምዚ ዝብሎ ከምዚ ትንክፍ ኣይግባእካን እዩ ሰይጣን ኖ ህድእ በል ስለምንታይ ከምኡ ኮይንሎ ሕቶ ክህልዎ መርጽኻ ነዚ ሕቶ ምሕታት ሓጥያት ኣይኮነን ሰይጣን ኣይኮነን ሕቶ ክትሓትት ኣይበርሃለይን እዚ ከመይ ስለምንታይ ድኣ ከምዚ ኣሎ ወይ ከኣ እቲ ናይ ሓቂ በርቲዑካ ስለዚ ኣብቲ ናይ ልሙድ ከኣ ኣይትኺድ ሓቂ ስለ ዝበርትዓካ ምክንያቱ ሃዋርያ ጳውሎስ ንዑ እዚ ሓቂ እዚ ኩሉ ከቢድ ነይሩ ኮምፕሊትሊ ህይወቱ ፋሕፋሕ ክብል ነይርዎ ማለት እዩ ስለዚ ሃ ፋሕፋሕ እንድሕር ኮይኑዚ ካብ ሰይጣን እዩ ኣይትበል